ኩሉ ይረብሕ ኣሎ ብዘይካ ህዝቢ ትግራይ። ኣብ ዕደና ወርቂ ትግራይ ዘሎ ምስጢራት ዘቃልዕ ሓድሽ ጸብጻብ። እዚ ዛንታ ብዛዕባ እቲ ኣዛራቢ ኮይኑ ዝጸንሐ ኣብ ትግራይ ዝካየድ ዘሎ ዘይሕጋዊ ዕደና ወርቂ እዩ። ብኢስት ኣፍሪካ ሜታል ዝተባለ ካናዳዊ ኩባንያ ኣብ ክልተ መዐደሊ ቦታታት ንዝካየድ ንጥፈታት የተኩር። እዚ ጸብጻብ እዞም ብሰንኪ ኲናት ዘይንጡፋት ክኾኑ ዝነበሮም ቦታታት ብኸመይ ብዘይሕጋውያን ዓደንቲ ዕሙራት ክኾኑ ከም ዝኸኣሉ ዝገልጽ ኮይኑ፣ The Globe and Mail ዝተባህለ ፍሉጥ ካናዳዊ መርበብ ሓበሬታ ናይ ዘካየዶ ደቂቕ መርመራ ውጽኢት እዩ። እዚ ጸብጻብ ኣብ ቃለ መጠየቕ ዝተፈላለዩ ተዋሳእቲ ኣካላትን ሓበሬታ ዘለዎም ሰባትን ምስሊ ሳታላይትን ሰነዳትን ተመርኮሰ ክኸውን እንከሎ፣ ተራ ተጋደልቲ ነበር፣ ነበርቲ እቲ ከባቢ ብፍላይ ሽረን ከባቢኡን፣ ወጻእተኛታትን ተወከሰ እዩ። እቲ ዛንታ ብሓፈሻ ከባብያዊ ሓደጋታት፣ ስክፍታታት ሰብኣዊ መሰላት፣ ከምኡውን ኣብቲ ሓደ ካብቶም ኣብ ቀረባ እዋን ኣብ ኣፍሪቃ ዘጋጠሙ ዓበይቲ ግጭታት ሳዕቤኑ ገና ኣብ ዘይሓወየሉ ዘሎ ክልል መን ተፈጥራዊ ሃብቲ ይቋጻጸር ዝብል ሕቶታት ዘቃልዕ ኮይኑ ኣብዚ ሰሙን ኣብቲ መርበብ ሓበሬታ ተዘርግሐ እዩ። ንሕና ድማ ንኽትከታተልዎ ብዝጥዕም መንገዲ ጾሚቕና ብኸምዚ ዝስዕብ ኣቕሪብና ኣለና ሰናይ ምክትታል ትግራይ ካብ 2020 ክሳብ 2022 ከቢድ ደማዊ ኩናት ሓሊፈ እያ። ብዙሕ ከባቢታት ተዓንዩ፣ መሰረታዊ ኣገልግሎታት ተቋሪጹ። ድሕሪ እቲ ኣብ ሕዳር 2022 ተገብረ ስምምዕ ሰላም ፕሪቶርያ እውን እንተኾነ ትግራይ ኣብ ዘይርግኦ ኩነታት ጸጥታዊ ሃጓፍ ድኹም ምሕደራን ድሩት ዓቕሚ ኣኽበርቲ ሕግን ሒዛ ትቕጽል ኣላ። እዚ ሃዋህው እዚ ድማ ንዘይሕጋውያን ጉጅለታት ተፈጥሮኣዊ ሃብቲ ንምምዝማዝ ዕድላት ፈጢሩ ኣሎ። ትካል ኢስት ኣፍሪካ ሜታልስ ኣብ ሓያሎ ሃገራት ኣፍሪቃ ልቸንሳ ዘለዎ ካናዳዊ ትካል ዳህሳስ ዕደና እዩ። ኣብ ትግራይ ድማ ማቶ ቡላን ዳታን ፑክን ዝበሃሉ ክልተ ቦታታት ይውንን። እዞም ቦታታት እዚኣቶም ምሉእ ብምሉእ ናብ ዓበይቲ ዕደናታት ኣይማዕበሉን። እቲ ኲናት ነቲ ዕብየት ዕንቅፋት ከም ዝኾነ፣ ክልቲኡ ቦታታት ዕጹው ኮይኑ ከም ዝጸንሐን እቲ ኩባንያ ድማ ናብቲ ከባቢ ከም ዘይኣተወን ዝግለጽ እኳ እንተኾነ፣ ኣብ ባይታ ግን ዝተፈልየ ነገር ክፍጸም ከም ዝጸንሐ እቲ መርመራ ዳህሲስዎ ኣሎ። ካብ ክልተ ሽሕን ዒስራን ኣርባዕተን ክሳብ ክልተ ሽሕን ዒስራን ሓሙሽተን ብሳተላይት ተወስዱ ኣሳእል ኣብ ክልቲኡ ቦታታት ጽዑቕ ምንቅስቓስ ከም ዝነበረ የመልክቱ። ቅድሚ ሕጂ ዘይነበሩ ሓደስቲ ጎዳጉዲ፣ ኩምራ ጎሓፍ፣ ናይ ጽዕነት መካይንን መዓስከራት እውን ኣለዉ። ኣብ ባይታ ምስ ሰራሕተኛታት ነበርቲ ዓደን ምንጭታት ጸጥታ እቲ ከባብን ተገብረ ቃለ መጠየቕ ኣማኢት ዓደንቲ ወርቂ ክኹዕቱ ከጻርዩን ካብቲ ቦታ ማዕድናት ከጓዓዙን ከም ዝጸንሑ የረጋግጹ። እቶም ዘይሕጋውያን ዓደንቲ ንሰባትን ንከባብን ዝገዱ ከም ሜርኩርን ሳይናይድን ዝኣመሰሉ ከሚካላት ተጠቂሞም ኣብ ጥቓ ከባቢታት ዕደና ዝርከብ ወሓይዝ በኪሎም። ኣብ ጥቓ እቶም ቦታታት ዝነብሩ ሰባት ድማ ብዛዕባ ዝሰዓበ ሕማም፣ ሞት እንስሳታትን ብከላ ማይን ከማርሩ ይስምዑ። ተጋደልቲ ነበር ደላሎን ኣሰጋገርትን ከምኡውን ናይ ወጻእ ሰራሕተኛታት ብፍላይ ቻይናውያን ከም ዝተሳተፉን ይገልጹ። እዞም ጉጅለታት እዚኦም ጽኑዕ ቁጽጽር መንግስቲ ዘይምህላው፣ ንውልቃዊ ረብሓ ዝኸውን ስርሓት ዕደና ንምክያድ ነቲ ኩነታት ከም ሕሱም መዝሚዞሞ እዮም። እዚ ኣብ ትግራይ ንሓያል ክርፍስ ንምቁጽጻር ዘይሕጋዊ ዕደና ዝድርኽ ዘሎ ሓደ ካብቲ ምኽንያታት እቲ ኣብ መላእ ዓለም ሰማይ ዝዓረገ ዋጋ ወርቂ እዩ። ኣሜሪካ፣ ቻይናን ካልኦት ሃገራትን ዝኸባቢ ብፍላይ ከኣ ኢማራት ወርቂ ንምዕዳግ ይጓያ ኣለዋ ከም ዝፍለጥ ኣብ ዝኾነ ተቀያያሪ ኩነታት ዓለም ወርቂ ብተዛማዲ ረግዩ ዋግኡ ከይጎደለ ጸኒዑ ዝቕጽል ማዕድን እዩ ስለ ዝኾነ ኣብዚ ዘይርጉእ ኩነታት ቁጠባ ዓለም ካብ ዝኾነ እዋን ንላዕሊ ዋጋ ኣለዎም ንሓደ ኦውንስ ወርቂ ብልዕሊ ሓሙሽተ ሽሕ ዶላር ይሽየጥ ስለዚ ካብቲ ወርቂ ብብዝሒ ዝርከበሉ ምዃኑ ዝንገር ትግራይ ነቲ ዘሎ ኩነታት ተበሊጽካ ወርቂ ንምግሓጥ ምጉያይ ክረእ ጸኒሑ እዩ። ቅድሚ እቲ ናይ ክልተ ዓመት ኩናት ኢንዱስትሪ ዕደና ትግራይ ውሱንን ጽኑዕ ምቁውጻር ዝግበረሉ እዩ ነይሩ። እተን ዝነበራ ኩባንያታት ወጻኢ ብመንግስቲ ፌዴራል ፍቓድ ተዋሂብወን ብደረጃ ክልል ምቁውጻር እንዳተገብረለን ዝዓያ'የን ነይረን። እዚ ከምዚ ኢሉ እንከሎ፣ ንኡስ መጠን ዕደና ዘካየዱ ልምዳውያን ዓደንቲ ናይቲ ከባቢ፣ ብመንግስቲ ክልል ትግራይ ብሕጊ ተፈቒዱሎም ይሰርሑ ከም ዝነበሩ'ውን ዝፍለጥ'ዩ። እቲ ኣብ መንጎ ፌደራልን ስልጣን ክልል ሒዙ ዝነበረ ህወሓትን ዝተባረዐ ኲናት ግን፣ ኩነታት ፖለቲካዊ ስልጣንን ጸጥታን በታቲኑዎም። ብሰንኩ ንዝተፈጥረ ሃጓፍን ማሕበረ ቁጠባውን ፖለቲካውን ቁሉውላው ተጠቂሞም ብፍላይ ዝተወሰኑ ኣዘዝ ሰራዊት ነቲ ማእከል ዕደና ወርቂ ተቖጻጺሮሞ ኣለዉ። ኢንዱስትሪ ዕደና ወርቂ ትግራይ ናይ ብዙሕ ቢልዮናት ዶላራት ዝግመት ኮይኑ እቶም ነቲ ዝበዝሐ መኽሰብ ዘለዎ ቦታታት ዝቆጻጸሩ ኣካላት ፖለቲካዊ ስልጣን እውን ተቛጻጺሮም ምህላዎም ዝፍለጥ እዩ። ኣብ ከምዚ ዝበለ ዘይርጉእ ኩነታት ኣብ ትግራይ ብቕልጡፍን ብምስጢርን ገንዘብ ክትገብር ከም ትኽእል ዘተራእዮም ካብቲ ክልል ወጻኢ ዝመጹ ስሞም ዘይተጠቕሰ ብስም ኣውፈርቲ ምህርቲ ንምስፋሕን ካብ ትግራይ ወርቂ ንምስግጋርን ከም ዝኣተው ካብ ዓደንት እቲ ከባቢ ሰበ ስልጣን መንግስቲ ትግራይ ነበር ኣካላት ጸጥታ እንተረኽበ ሓበሬታ የቃልዕ። ውጽኢት ናይዚ ድማ ከም በዓል ማቶ ቡላን ዳታን ቡክን ዝኣመሰሉ ቦታታት ናብ ሰፋሕቲ ማእከላት ዕደና ተቐይሮም። እቶም ልምዳውያን ዓደንቲ ከይተረፈ፣ ኩሉ እቶም ናብኡ ዝወፈሩ ሕግታት ዕደና ብምጥሓስ፣ ከበድቲ ማሽነሪታትን መርዛማት ከሚካላትን ተጠቂሞም ወርቂ ክኣርዩ ጀሚሮም። ብዙሓት መርመርቲ ጋዜጠኛታት ዘዘራረቡዎም ሰባት፣ ከምዚኦም ዝኣመሰሉ መሳርሒታት ነተጉቲ ይኹን ካልእ ብዘይ ፍቓድ ናይቶም ኣብ ዕደና ዝነጥፉ ዘለዉ ወተሃደራት መራሕቲ ክግበሩ ከም ዘይክእሉ ገሊጾም። ኣብ ቻታም ሃውስ ላዕለዋይ ተመራማሪ ኣሕመድ ሱለይማን፣ ቁጠባ ወርቂ ኣብ ኢትዮጵያ ግጭት የጓሃህርን ነቶም ዕጡቓት ተዋሳእቲ ሓይሊ ይህብን ኣሎ ክብል ይገልጽ። እዚ ሃብቲ ኣብ ዳግመ ህንፀት እታ ክልል ክውዕል ክንርኢ ነይሩና፣ የግዳስ ብዘይግቡእ ይምዝመዙ ኣለዉ ኢሉ ይውስኽ። ግን ብመሰረት ኣብቲ ቦታ ዝሰርሑ ዓደንቲ፣ ነቲ ምህርቲ ዝቕበሉ ደላሎ ወርቂ፣ ከምኡ'ውን ነቲ መስርሕ ዝከታተሉ ሓለፍቲ ጸጥታ ዝሃብዎ ሓበሬታ፣ ማቶብላን ዳታምቡክን ድሮ ወርቂ የፍርዩ ነይሮም። ክልቲኦም ቦታታት ንልዕሊ ሓደ ዓመት ማእከላት ዕደና ኮይኖም ጸኒሖም እዮም። መሰኻኽር ከም ዝገልጾ እቲ መስርሕ ዕደና ብዝተወደበ ኣጋባብ እዩ ዝካየድ። ዝተፈላለዩ ጉጅለታት ዝተፈላለዩ ክፋላት ናይቲ ቦታታት ይቆጻጸሩ። ገሊኦም ነቲ ከባቢ ይሕሉ፣ ገሊኦም ማሽነሪታት የካይዱ፣ ገሊኦም ድማ ማዕድን ወርቂ የጓዓዕዙ። ዓደንቲ ብጥረ ገንዘብ እዩ ዝኽፈሎም። እቲ ስርሒታት ብሚልዮናት ዝቑጸር ወርቂ ከም ዘፍረ ይንገር። መብዛሕትኡ ብዘይወግዓዊ መስመራት ናብ ሱዳን ተጓዒዙ ድሕሪኡ ኣብ ኣህግራዊ ዕዳጋ ይሽየጥ ነይሩ። ሕብረተሰብ እቲ ከባቢ ካብዚ ንጥፈት እዚ ዳርጋ ዝረኽቦ ነገር የለን። ብኣንጻሩ ደቂ ዓዲ ኣብ ከባብያዊ ዕንወትን ዘይውሕስነትን ሓደጋ ዓመፅን የጋጥሞም። ኣብ ወርሒ ሰነ ፕሬዚደንት ጊዚያዊ ምምሕዳር ትግራይ ታደሰ ወረደ መሳርሒታት ዕደና ንምሓዝን ኣብ መላእ እቲ ክልል ዝካየዱ ንጥፈታት ዕደና ጊዚያዊ ደውታ ንክግበር ሓደ ሓይሊ ዕማም ኣዋፊሩ። ነዚ ስጉምቲ እዚ ኣመልኪቶም ገለ ደገፍቱ፣ ስርዓት ንምንጋስን ነቲ ዘይሕጋዊ ቁጠባ ንምቁጽጻር ምዃኑ ክገልጹ እንከለዉ፣ ንቐፍቱ ድማ ኣብ ልዕሊ ኩሎም ቦታታት ዕደና ዘለዎ ስልጣን ንምርግጋጽ ክጥቀመሉ ዝደለየ ስጉምቲ ምዃኑ እዮም ዝገልጽዎም። በዚ ኮይኑ በቲ ግን ሓደ ንጀነራል ታደሰ እሙን ዝኾነ ስሙ ዘይተገልጸ ኮነሬል ኣብ ልዕሊ እቶም ክልተ ቦታታት ዕደና ምሉእ ምቁጽጻር ከም ዝገበረን ኣብ ዝሓለፈ ኣዋርሕ ማሽነሪታት ከም ዝተረከብወንን ኣብተን ቻይናውያን ኩባንያታት ዝሰርሑ ዝነበሩ ዓደንቲ ኣብዚ እዋን እዚ ከምዘየለውን ዝገልጹ ሓበሬታታት ኣለዉ። እቲ ሓይሊ ዕማም ኣብ ዝቕጽሉ ሰሙናት ስርሑ ክዛዝም ትጽቢት ተገይሩሎም፣ እንተኾነ እቲ ኣብ ዞባ ደቡብ ትግራይ ዘሎ ኩነታት እናገደደ ይኸይድን ናብ ዝዓበየ ግጭት ከየምርሕን ኣብ ስግኣት ስለዘሎ እቲ ዕማም ክዳናጎ ከምዝኽእል ይግመት። እቲ ኣሰካፊ ኩነታት ናይዚ መስርሕ ዕደና እቲ ኣብኡ ዝረኣ ዘሎ ሓደገኛ ማዕድን ሜርኩሪን ሳይናይድን እዩ። ብሓፈሻ እቶም መስርሓት ከቢድ ሓደጋታት እዮም ዘስዕቡ። ሜርኩሪ ኣብ ኣካላትና ዝእከቡ መርዛም ኬሚካል ኮይኑ፣ ዋላ ብውሑድ መጠን ኣብ መትንታት ዓቢ ሃስያ ኣለዎም። ቆርበት ፍጹም ዘባላሹን ዑረት ዓይኒ ዘስዕብን ሓደገኛ ባእታ እዩ። ካብዚ ሰጊሩ ኣብ ማህፀን ንዘለዉ ዕሸላት ከይተረፈ ጉድኣት ከውርድ ዝኽእል ምዃኑ እዩ። ሳይናይድ ብወገኑ ንሓንጎል፣ ልብን ስርዓተ መትንን ብኸቢድ ክጎድእ ዝኽእል መርዛም ባእታ እዩ። ትካል ኢስት ኣፍሪካ ሜታልስ ኣብዚ ዝካየድ ዘሎ ስርሓት ዝኾነ ይኹን ተሳትፎ ከምዘይብሉ እዩ ዝኽሕድ። እቲ ኩባንያ እቶም ቦታታት ክሳብ ሕጂ ኣብ ስራሕ ከምዘየለዉ ጠቒሱ፣ ብሰንኪ ዘይውሕስነት ናብቲ ከባቢ ክኣትዉ ከምዘይከኣሉ ይገልጽ። ዝኾነ ናብቶም ቦታታት ዕደና መን ከምዝኣቱ ግን ክቆጻጸርዎ ከምዘይክእሉ እዩ ዝገልጽ። ብሕጋዊ መንገዲ ስራሕ ክጅምሩ ገና ፍቓድ ካብ መንግስቲ ይጽበዩ ከም ዘለዉን ይሕብር። እቲ ኩባንያ ንጋዜጠኛታት ኣብ ዝሃቦ መግለጺ እቲ ዘይሕጋዊ ዕደና ይፍጸም ክኸውን ከም ዝኽእልን እንተኾነ ግን ካብ ቁጽጽሮም ወጻኢ ምዃን ኣመልኪቱ ነቲ ንብረት ክከላኸሉሉ ከም ዘይክእሉ ንመንግስቲ ኢትዮጵያ ከም ዝሓበሩ እውን ይዛረቡ። ይኹን እምበር እቲ ካናዳዊ ኩባንያ ሕጂ እውን መሰል ዕደና ከም ዝውንንን ካብ ሃገራዊ ሕግታት ዕደና ኢትዮጵያ ገለ ሓለዋ ከም ዝረክብን ኣፍሊጡ። እዚ ግን ብዛዕባ ሓላፍነት ካልእ ሕቶታት ዘልዕል እዩ። ኣብ ድሕረ ኲናት ኣብ ዝርከብ ክልል ዕደና ዝካየደሉ ቦታታት ንምሕላው ሓላፍነት ዝወስድ መን እዩ? ከምኡ'ውን ናይ ወጻኢ ኩባንያ ብቐረባ ክቆጻጸሮ ዘይክእል መሬት መሰሉ ክሕለወሉ ማለት እንታይ ማለት እዩ? መን ከ ይጥቀም ዝብሉ ግርምቢጥ ዝኾኑ ሕቶታት ዘልዕል እዩ። ኣብዚ ጉዳይ ሚኒስትሪ ዕደና ኢትዮጵያ እውን ብዛዕባ እቲ ኣብ ትግራይ ዝካየድ ዘሎ ዘይሕጋዊ ዕደና ዘለዎም ኣፍልጦ ነቲ ኩነታት ንምቁፅፃር ዘለዎ መደብ ዝምልከትን ንኩነታት ሓለዋን ድሕነትን እቲ ከባቢ ከምኡውን ፍቓድ ትካል ኢስት ኣፍሪካ ሜታል ዝምልከት ንዝቐረበሉ ሕቶታት ክምልስ ፍቓደኛ ዘይምዃኑ እቲ ኩነታት ፖለቲካዊ ተሃዋስነት ዘለዎ ምዃኑ የመልክት። ኣብ ሓደ ገና ካብ ኩናት ዝሓወየ ክልል ብዛዕባ ዘሎ ምሕደራን ኩነታት ጸጥታን እውን ስክፍታታት የልዕል። ግርምቢጥ ዝኾነት ሃገር ፈለማ ካብቲ ኣብ ትግራይ ብዘይሕጋዊ መንገዲ እተዓደነ ወርቂ ኣብ ኢትዮጵያ ዝጸንሐ ኣመና ውሕድ ነይሩ። መብዛሕትኡ ኣብ ሽረ መጠናዊ ምጽራይ ተገይሩሉ ብኤርትራን ብሱዳንን ኣቢሉ ካብ ሃገር ብምውጻእ ናብ ዘተፈላለዩ ዕዳጋታት ዓለም ይበጽሕ ነይሩ። ካብ ዝሓለፈ ክራማት ኣትሒዙ ግን ሰበ ስልጣን መንግስቲ ፌደራል እዚ ኣካይዳ ንገለ ብስግኣት ዝርእይዎም ተጋሩ ሓይሊ ይህብ ኣሎ ብዝብል ነቲ ኢንዱስትሪ ንምቁፅፃር ድሕሪ ምንቅስቓሶም እቲ ኩነታት ተቐይሩሎም ብሚኒስትሪ ዕደና ፌዴራል ዝወፀ ውሽጣዊ ፀብፃብ ሃገራዊ ባንኪ ኢትዮጵያ ኣብ ዝሓለፈ ዓመት ጥራይ ካብ ኢድ ልምዳውያን ዓደን ትግራይ ልዕሊ 18,000 ኪሎ ግራም ወርቂ ከም ዝዓደገ ይሕብር። እዚ ድማ ካብቲ ትግራይ ኣብ ተመሳሳሊ እዋን ብሕጋዊ መንገዲ ከተፍርዮ ዝወጠነቶ መጠን ወርቂ ዳርጋ ብሰላሳ ዕጽፊ ዝዛይድ እዩ። ካብዚ ክንወስዞ እንኽእል መደምደምታ እቲ ዝሓለፈ ዓመት ናብ ኣዲስ ኣበባ ገጹ ዘቕነዐ ወርቂ ትግራይ ዝበዝሐ ዘይሕጋዊ ምዃኑ እዩ። ኢትዮጵያ ኣብ ዝሓለፈ ዓመት ካብ ሰደድ ወርቂ ኣስታት ሰለስተ ነጥቢ ሓሙሽተ ቢልዮን ዶላር ኣሜሪካ ከም ዝረኸበት እቲ ዝበዝሐ ካብኡ ኣብ ትግራይ እተዓደነ ምዃኑ ጸብጻብቲ ሚኒስትሪ ይገልጽ። ኣሰጋገርትን ደላሎን ንጋዜጠኛታት ኣብ ዝሃብዎ መግለጺ መብዛሕትኡ እቲ ወርቂ ኣብዚ እዋን ዶባት ሰጊርካ ካብ ምሻጥ ንላዕሊ ናብተን መንግስቲ ዝኸፈተን መንግስታዊ ነቑጣታት መዐደጊ ወርቂ ይግዕዝ ከምዘሎን እዚ ድማ ብኣፍልጦን ኣሳላጥነትን ሰበስልጣን ፌዴራል ይሳለጥ ከምዘሎውን ይገልፁ። ኣብ ትግራይ ዝሽየጥ ገለ ዝተወሰነ መጠን ወርቂ ድማ ብጭቡጥ ካብ ካልኦት ብግጭት ተሃስያ ሃገራት ብፍላይ ድማ ካብ ሱዳንን ኮንጎን ብኮንትሮባንድ ከምዝመፀ ምዃኑ እውን ይዝረብ እዩ። ግዝያዊ ፕሬዚደንት ምምሕዳር ትግራይ ዝነበረ ጌታቸው ረዳ ኣብዚ መርበብ ዝዋስኡ ዝፍለጡ ሰባት ካብ ላዕሊ ክሳብ ታሕቲ ሰበ ስልጣን መንግስትን ፀጥታ ትግራይን ኣለዉ ኢሉ ከሲሱ ምንባሩ ይፍለጥ። ኢንዱስትሪ ዕደና ወርቂ ትግራይ ንውሑዳት ዝጠቐመ እኳ እንተኾነ ንኻልኦት ማእለያ ዘይብሎም ብዙሓት ሰባት ግን ግዳያት ሞትን ተስፋ ምቑራፅን እዩ ገይርዎም። ኣብ ቦታታት ዕደና ብተፈጥረ ግጭት ብዓሰርተታት ዝቑፀሩ ሰባት ክሞቱ እንከለዉ ካልኦት ድማ ንነዊሕ እዋን ዝጸንሕ ሳዕቤን መርዛም ከሚካላት ክወርዶም እዩ። ወርቂ ንፖለቲካዊ መልክዕ ኢትዮጵያ ይቕይሮ ኣሎ። እዚ እንዳገደደ ዝኸይድ ዘሎ ዘይርጉጽነት ዓለማዊ ቁጠባ፣ ነቲ ኢንዱስትሪ ብዝኾነ ይኹን መንገዲ ንምስፋሕ ኣተባባዒ ኩነት ዝፈጥር እዩ። ጀነራል ታደሰ ኣብ ልዕሊ ዕደና ቁጽጽር ክህልዎ ዘተፈላለየ ጻዕርታት የካይድ ከምዘሎ ይረኣ ኣሎ። ብዙሓት ዓበይቲ ፕሮጀክታት ዕደና ደው ዝበሉ እውን ይመስሉ። ማቶቡላን ዳታምፑክን ሓዊሱ ኣብ ገለ ዓበይቲ ቦታታት ዝርከቡ መሳርሒታት ካብ ቻይናዋን ወጺኡ ናብ ኢድ ተጋሩ ዓደን ተሰጋገሩ ይመስሉ። እዚ ለውጢ ግን መን እንታይ ይጥቀም ኣሎ፣ ጥቕምታት ከ ካብ መን ናብ መን ተሰጋጊሩ ንጹር ኣይኮነን። ጌታቸው ረዳ እዚ ሕጂ ኣብ ትግራይ ንሪኦ ዘለና ብዓብዩ ከባብያዊ፣ ኢኮኖሚያውን ድሕነታውን ቅልውላው ጥራሕ ኣይኮነን፣ ዞባዊ ቅልውላው ንምቅልጣፍ እውን ሓደጋ እዩ። እቶም ካብ ንግዲ ወርቂ ዝረብሑ ነቲ ዞባ ኣብ ምዝንባዕ ፍሉይ ረብሓ ኣለዎም ኢሉ ከሲሱ ነይሩ። እቶም መርመርቲ ጋዜጠኛታት ኣብ ሽረ ኣብ ሓደ ባር ኣብ ትሕቲ ድብዝዝ ዝበለ ብርሃንን ኮፍ ኢሉ ዝረኸቦ ሓደ ተጋዳላይ ነበር ኣብ መሳርዕ ብዝረኣያ ብልሽውና ተቖጢዑ ቅድሚ ሓያሎ ኣዋርሕ ከመይ ገይሩ ካብ ሰራዊት ከም ዝወፀ ኣዕሊልዎም። ዘይሕጋዊ ዕደና ወርቂ ኣብ መላእ እቲ ክልል ከስፋሕፍሕ ምስ ረኣዮን ደው ከብሎ ዓቕሚ ከምዘይብሉ ምስ ፈለጠን ስልጣኑ ዝሓደገ እዩ። ተጋሩ ኣዘዝ ሰራዊት፣ ሰበስልጣን ፌደራል፣ ወፃእተኛታት ኩሉ በብወገኖም እዮም ነዚ ሕንፍሽፍሽ ባዕላቶም ፈጢሮሞም። ካብቲ ሕንፍሽፍሽ ድማ ባዕላቶም እዮም ዝረብሕሉ። ኩሎም ይረብሑ ብዘይካ ህዝቢ ትግራይ።